ሰላም ሰላም ናይ ሂው ላይፍ ቻነል ተኸታተልቲ ዝኾንኩም በብዘለኹሞ ከመይ ኣለኹም ደሕና ድኹም ኣነ ሰላም እየ እግዚኣብሔር ይመስገን ከምቲ ኣነ ሰላም ዘለኹዎ ንስኹም በቢ ዘለኹሞ ሰላም ክትኮንለይ ናይ ኩሉ ግዜ ትምኒተይ እዩ ናይዚ ቻነል ቤተሰብ ዝኾንኩም ከም ናይ ኩሉ ግዜ ምብርታዕኹም ኣይፈለየኒ ክብለኩም ፈቱ። ክሳብ ሕዚ ንትገብሩለይ ምብርታዕ ብጣዕሚ እየ ዘመስግን፣ እግዚኣብሔር የኽብረለይ። ካብ ሕዚ እውን ምብርታዕኹም ኣይፈለየኒ ናወድኪ ኩራት ኣሕዋተይ። ናይዚ ቻነል ተኸታተልቲ ዘይኾንኩም ደሞ ላይክ እና ሳብስክራይብ ብምግባር ቤተሰብ ኮን ኢኹም ክብለኩም ፈቱ እና ሎማዓንቲ ብሓድሽ ቪድዮ እየ መፅኦኩም ነኹ። እቲ ቪድዮ ድማ ብዛዕባ ፌስቡክ እዩ። ናይ ፌስቡክ ፕሮፋይልና ናይ ሀዚ ዘእተናዮ ናይ ቅድሚኡ ዘእተናዮ ወይ ናይ ቅድሚ ዓመት ቅድሚ ክልተ ዓመት ዘእተናዮ ከመይ ጌርና ንቕድሚት ናብ ፕሮፋይልና ክንምልሶ ንኽእል ዝብል እዩ ምስ ኮመንቱ ምስ ላይኩ ከም ደላታ ከመይ ጌርና ክንምልሳ ንኽእል ዝብል እዩ ማለት ብልኾነ ምክንያት ቀይርናዮ ተነርና ፌስቡክና ግን ተቐድሚኣ ነበረት ክትኮነልና ተደሊና ከመይ ጌርና ከም ደላታ ንምልሳ ዓመተ ምህረት ኣይትቕየር ዕለት ኣይትቕየር ከም ዘላታ ሰብ ፕሮፋይልና ከመይ ኢላ ትኾን ዝብል እዩ ሒዘልኩም መፅየ እነኹ እና ላብዛ ቪድዮ ከብለኩም እየ ሓቢርኩም ንፀንሑ መጀመርያ ናብ ፌስቡክ ከምዚ ኢልና ንኣቱ ከምዚ ጌርና ንኣቱ ማለት እዩ ኣነ እኳ ኣብኡ ስለ ዝፀናሕኹ ከምዚ ወጺ ኣለኹ እና ናብ ኤፍቢ ከምዚ እና ብልኣተና ንሽተን ርሓቕ ኢሊ እኳ ካሜራ እንትን ስለልኾነ ብሰፊሕ ስለለይኾነ ማለት እዩ እና ኣነ ናብ ናይ ባዕለይ ፕሮፋይል ኣትዮ እኔኹ ናብ ናይ ባዕልኹም ትኣትው ማለት እዩ ብመጀመርያ ግዘ ናብኡ ብላተና እዚ ትልፖሰትክዎ ገለ እዩ ስለተኸወ ነገራት እዩ እንመፀን ኣለና

እና ኩራት ኣሕዋተይ ከምዚ ገርና ብል ኣተና እታ ቅድሚኣ ቅድሚ ሰለስተ ፎቶ ዘላ እየ ክምልስ ደልየ መበል ራብዐይቲ እያ እኒኣ እዚኣ ሪኢኹም ኢኹም ላሕለፍኩ ላቀየርኩ ናይ ክልተ ሽሕ ዒስራ ኣርባዕተ እዩ ማለት እዩ ናይ ዓሚ ለእተኽዎ ፎቶ ድጋሜ ፕሮፋይለይ ክትኮን ደልየያ ኣለኹ ዕለታ ክትቅየር ኣይደለኽዋይ ማለት ኣብ ጋላሪና ክህሊ ይኽእል እዩ እቲ ፎቶ ግን እታ ጥቕሲ ከም ዘላታ እታ ዓመተ ምህረት ከም ዘላታ ሓድሽ ቪድዮ ሓዱሽ ፎቶ ከነእትው ተዘይደሊና ከም ለላታ ማለት እዩ ኣዛ ላዕሊና ሰለስተ ነጠብጣብ ምልክት ንገበር ኩልኩም ናእቲ መጀመርያ ማለት እዩ ከምዚ ኢልና ኣብዛ ላዕሊ ማክ ፕሮፋይል ትብል ኢና ክንኣቱ እዚ ኢዲት ድሌት ፎቶ ገለ ንብል እዩ ሴቭ ክንገብር ተደሊና ነውርዶ ተደሊና ኢዲት ክንገብሮ ተደሊና ነስተኻኽሎ ገለ እዩ እዚ ንኣቱ ግን ኣብዛ ላዕሊ ናይ ማክ ፕሮፋይል ትብል ምልክት ዝገብረልኩም ንኹ ኣብ ዓይና ንኣቱ እና እዚኣ ከምዚኣ ኢልና ብልኣተና ክቡራት ኣሕዋተይ ከምዚ ኢለ ክመፀና እዩ ከመይ ኢላ መፅያኒያ እዚ እንታይ ኢሉ ይብለና ኣሎ ከም ሓድሽ ድኻ ትኣቲ ክተእትዮ ማለት ሀዚ ከም ለእተኻዮ ኮይኑ ክረኣየሉ ሰብ ወይ ከዓስ ታሊ ነበረት ዕለት ገለ ክትቅይረ ይደለኻ ይብለና ኣሎ ኣነ ታሊ ነበረት እየ ደልየ እታ ናይ ሳንዱቕ እኒያ ምልክት ራይት እኒያ ነጥፋ እንድሕር ከም ሓድሽ እየ ከእትዎ ምስ ጥቕሱ ገለ ኮይኑሲ ሎማዓንቲ ከም ዘእተኽዎ ክኣቱ ኣለዎ ተይልኩም ከኣ ካብኡ ለብ ብላዕሊ ክረኣ ኣለዎ ሰብ ኮመንት ክበና ገለ ትብሉ ተኾይንኩም ዶሞ እዛ ናይ እዛ እዚኣ ራይት ንገብራ ማለት እዩ እዛ ሳንዱቕ ከማይ ሓፍትኹም ከም ልላታ ክተእትውዋ ተደሊኹም ዕለት ትቕይሩ ተዘይደሊኹም ኩሉ ነገር ዶሞ እሲኣ ነጥፍኣ ማለት እዩ እዛ ሳንዱቕ ራይት እኒኣ ነጥፍኣ ኣብ ላዕሊ ሴብ ትብል እኒኣ ትርኤኩም ሁላ ትኾን እያ ኣለኣ ንኺእና ከምዚ ኢሎ መጸልናዩ እዚ ገናዩ የብለዩ ኣብ ታሕቲ እኒኦ ኣፕለድ ፎቶ ገለ ይብል እና ክቡራት ኣሕዋት እዚ ክትቅየር እያ ይቅርታ ስልኪ ኣትኒ ተቋሪፁ ነይሩ እና ሕዚ ሓቢርና ንሪኣ ኢና ትቅየር እያ ንሽተን ድንጉና ኣለዮ ይኸው ተቐየራላ ማለት እዩ ሕዚ እዚኣ ቅድሚ ሓደ ዓመት ለእተክዋ ፎቶ እያ ላይክ ኮማንት ሸር ኩሉ ነገር ኣብኡ ክረክቦ እየ ትብሊ ነበረ ማለት እዩ እና ያው ረይወቱ ጽሑፍ ነበረ እኒው ክልተ ሸይ ዕስራ ኣርባዕተ ዘእተክዎ ማለት እዩ እና ሕዚ ትብሊ ነበረቱ እዚኣ መበል ራብዒት ፎቶ ከምዚ ሸጊረይ ደእትዮ እኒኹ ግን ሀዚ ተመሊሰን ይኹን ቐድሚት በበበይ ኢና ንምለስ ግን ብፀጋም ተመሊስና እቱ ልፀቐጥናዮ ፎቶ እቱ ድሕሪኡ ነበረ ፎቶ ክንረኽቦ ንኸእል ኢና እታ ናይ መጀመርያ ሀዚ ንያያ ኣይትጠፍኢ ኣብኣ ትፀንሐካ ማለት እዩ በበይና ግን ብየማን ዘይኾነ ብፀጋም ኢና ንምለስ እዙይ ላብ የማን እዩ እኒኦ ላእ ክንምልስ ግን ንፀጋም ኢና ንምለስና ከምዚያ ኢላ ተቐይራትለይና ናይ ቅድሚ ሓደ ዓመት ፎቶ ተቀይራኒያ ማለት እዩ ኣትያኒያ ኩሉ ከም ለሎ በቃ ቅድሚ ሓደ ዓመት ለእተኽዎ ያን ካብ ዓሚ ክሳዕ ሎሙሲ ከም ዘይቀየርኩ ይረኣ ኣብ ላዕሊ ማለት እዩ። ክቡራት ኣሕዋተይ እና ንዚኣ ትመስል ንጸጋም ተመሊስኩም ክትረኽብዋ ትኽእሉ ኢኹም እታ ናይ ሀዚ ከምዚ ጌርኩም መሪጽኩም ከም ደስ ዝበለኩም ተእትዉ ትኽእሉ ኢኹም።

ፈለው እኳ ኣይብለኩምን ኣነ ፌስቡከይ ፈለው እንትን ኣይብልን ኣይቕበልን ፈለው ኣይልምን እዩ ሳብስክራይብ እየ ክልምን ሀዚ ላይክ ሸር ከምኡውን ኮመንት ርእቶኹም ምእማት ኣይትሕሙ ኢኹም ንቐፃሊ ክሳብ ሓድሽ ቪድዮ ንራኸብ መሃርና መዘናግዒ ከምኡውን ጠቓሚ ኮይኑ ዝፀናሐኒ ቪድዮ ዘበለ ሒዘልኩም መፅእ እያ ንስኹምን ምብርታዕኹም ኣይፈለየኒ እና ክሳዕ ብካሊእ ቪድዮ ንራኸብ ሰናይ ግዜ ሰናይ ቅንያት ክኾነልኩም እንዳተመነኹ ላይክ እና ሸር ከምኡ እውን ርኢቶኹም ምቕማጥ ኣይትሕመቕለይ ጋይስ።